ዕዙዝ ሰላምታና ተቐበሉ ኣብ ኩሉ ኩርናዓት ዓለም ትርከቡ ተኸታተልትን ኣባላትን ስድራ ቤት ቀለም ቋንቋ ዝኾንኩም ተዓዘብትና። እምበኣር ሎሚ እውን ከምቲ ልሙድ ናይ ሎሚ ትኹረት ሰሓብቲ ዜና ሒዝና ቀሪብናልኩም ኣለና። ናብቲ ፈላም ዜና ከነብል። ኣሜሪካ ኣብ ኣፍሪቃ ኣገልግሎት ቪዛ ዳግማይ ኣዋዲዳ፣ ኤምባሲ ኣስመራ ስሩዕ ኣገልግሎት ቪዛ ደው ኣቢሉ። ሚኒስትሪ ጉዳያት ወጻኢ ኣሜሪካ ኣብ ኣፍሪቃ ዝነበረ ስርዓት ኣገልግሎት ቪዛ ዳግማይ ብምውዳድ፣ ገለ ኤምባሲታትን ቆንስላታትን ካብ ሓደ ነሓሰ ክልተ ሽሕን ሸውዓን ሽዱሽተን ጀሚረን ስሩዕ ኣገልግሎት ቪዛ ከም ዘይህባ ብወግዒ ኣፍሊጡ። እቲ ሓድሽ ስጉምቲ ሃገራዊ ጸጥታ ንምሕያል፣ መስርሕ መርመራን ምጽራይን ኣብ ኩለን ማእከላት ብሓደ ደረጃ ንክካየድ ከምኡ'ውን ኣገልግሎት ቪዛ ብዝያዳ ብቕዓትን ቅልጣፈን ንምቕራብ ዝዓለመ ምዃኑ'ዩ ተገሊጹ። ብመሰረት እቲ መግለጺ፣ ኤምባሲ ኣሜሪካ ኣብ ኣስመራ ድማ ካብተን ኣገልግሎት ዝተቐየራ ሃገራት ሓንቲ'ያ። ስለዚ ካብ ሓደ ነሓሰ ክልተ ሽሕን ሸሞንተን ሽዱሽተን ጀሚሩ ኣብ ኣስመራ ስሩዕ ናይ ስደተኛ ናይ ዘይኮኑ ቪዛ ኣገልግሎት ኣይወሃብን'ዩ። እዚ ማለት ዜጋታት ነበርቲ ኤርትራ ንናይ ቱሪስት፣ ንግዲ፣ ሕክምና፣

ሰበስልጣን ኣሜሪካ እዚ ለውጢ ኣካልቲ ናይ ነዊሕ ግዜ ስትራተጂ ምዃኑ ብምግላጽ ብሓደ ወገን ሃገራዊ ጸጥታ ንምሕያል ብኻልእ ወገን ድማ ምርመራን ምጽራይን ውሳነ ቪዛን ኣብ ኩሉ ማእከላት ብሓደ መደብ ንኽካየድ ዝሕግዝ ምዃኑ ገሊጹ። ብተወሳኺ ምስ እዋናዊ ፖሊሲታት ስደትን ቀዳምነት መንግስቲ ኣሜሪካን ንምስምማዕ እውን እቲ ምውዳድ ኣድላዪ ከም ዝነበረ ኣብሪሁ። ተንተንቲ ጉዳያት ስደት ብወገኖም እዚ ለውጢ ንዜጋታት ኤርትራ ተወሳኺ ወጻኢታት መገሻ፣ ናይ መንበሪ ወጻኢታት፣ ንነዊሕ ግዜ ትጽቢትን ከም ዘስዕብ እዮም ዝገልጹ። ብፍላይ ኣመልከትቲ ቪዛ ንቖጸራን ቃለ መሕትትን ኣብ ናብ ዩጋንዳ ክጓዓዙ ስለ ዘለዎም ተወሳኺ ገንዘብን ግዜን ክጠልብ እዩ ተባሂሉ ኣሎ። ሚኒስትሪ ጉዳያት ወጻኢ ኣሜሪካ ድማ ኩሎም ኣመልከትቲ ቪዛ ቅድሚ ቆጸራ ምሓዞም ኣብ ወግዓዊ መርበብ ሓበሬታ ሚኒስትሪ ዝወጹ ሓደሽቲ ሓበሬታታት ክከታተሉ ኣዘኻኺሩ። ካብ ናይ ኦሎምፒክ ሕልሚ ናብ ናይ ሊስትሮ ህይወት ዝተቐየረ ዘይተቋረፀ ጉዕዞ ኣትሌት ተስፋይ ደሳለ ባጬ። ኣብ ታሪኽ ኣትሌቲክስ ኤርትራ ዓመተ ክልተ ሽሕን ኣርባዕተን ኣብ ኦሎምፒክ ኣቴንስ ብኣትሌት ዘርሰናይ ታደሰ ዝተረኽበ ናይ ነሓስ መዳልያ ዓወት ንሓደ ሙሉእ ወለዶ መንእሰያት ናብ ውድድር ኣትሌቲክስ ዝደፍእ ታሪኻዊ ፍጻሜ ነይሩ። ካብቶም በተዓወት ዝተነቓቕሑ መንሰያት ሓደ ኣብ ኣስመራ ከባቢ ትራቮሎ እንዳ ኣርብዓ ዝዓበየ ኣትሌት ተስፋይ ደሳለ፣ ባጬ፣ እናተባህለ ዝፍለጥ እዩ ነይሩ። ተስፋይ ካብ ንእስነቱ ጀሚሩ ብጉያ ተወፍዩ ካብ ክልተ ሽሕን ሓደን ጀሚሩ ብወግዒ ኣትሌቲክስ ጀሚሩ ብሓጺር ግዜ ኣብ ጋንታ ዞባ ማእከል ተጠርኒፉ ኣብ ዞባዊን ሃገራውን ውድድራት ብምስታፍ ብዙሓት ሽልማታት ኣኪቡ ነይሩ። ድሕሪ ሃገራዊ ኣገልግሎት ድማ ምስ ክለብ ደንደን ብምጽንባር ምስ ከም ዘርእሰናይ ታደሰ፣ የናስ ክፍለ፣ ተስፋ ተስፋሃንስ መስፍንን ካልኦት ዓበይቲ ጎየይቲ ኤርትራን ኣብ ሓደ መድረኽ ተወዳዲሩ እዩ።

መጀመርታ ኣብ መዓስከር ስደኛት እንዳ ኣባጎናን ሕንጻጽን ዝተቐመጠ ተስፋይ ስሩዕ ልምምዱ እኳ እንተቐጸለ ዘይእኹል መግብን ከቢድ ናብራን ንስፖርታዊ ህይወቱ ብርቱዕ ጽልዋ ኣሕዲሩሉ እዩ። ተስፋይ ኣብ ቃሉ ዘርእሰናይ ካብ ሃገር ምውጻኻ ጌጋ እዩ፣ ኣትሌት ኮንካ ካብ ዓዲ ወጺኻ ምዕባይ ኣጸጋሚ እዩ ክብል ከም ዝመኸሮ ይገልጽ። ሎሚ ድማ ንሱ ባዕሉ እዚ ምኽሪ ሓቂ ከም ዝነበረ እዩ ዝኣምን። ሕጂ ኣብ ኣዲስ ኣበባ ህይወት ንምምሕዳር ከም ቀለም ገዛ ምልካይ፣ ንብረት ምርጋፍ፣ ናይ ሓራጅ ክዳን ምሻጥን ኣብ መወዳእታ ድማ ኣብ ሊስትሮ ወይ ድማ ጫማ ምውልዋል ምስራሕን ዝተፈላለዩ ስራሕትን ይሰርሕ ከምዘሎ'ዩ ሓቢሩ። ይኹን እምበር ሕልሚ ኣትሌቲክስ ገና ኣይተቋረጸን። ኣብ ሰሙን ሰለስተ ግዜ ኣብ ጃን ሜዳን ሱሉልታን ልምምድ ብምግባር ብቕዓቱ ምሕላው ይጽዕር ከምዘሎ'ዩ ድማ ገሊጹ። ይኹን እምበር ሰነዳት መገሻን ፓስፖርትን ሰለዘይብሉ ኣብ ዓበይትን ዓለምለኻዊ ውድድራት ክሳተፍ ዕድል ኣይረኸበን። እዚ ከኣ ስፖርታዊ ህይወቱ ካብ ዝዓበዩ ዕንቅፋት ሓደ ኮይኑ ይርከብ። ዓቕሊ ብዘይ ምግባረይ ካብ ሃገረይ ምውፀይ እዩ ስፖርታዊ ህይወተይ ዘበላሸወ፣ ግን ገና ዕድል ኣሎ ኢለ እኣምን ዝብል ተስፋይ፣ ሓደ መዓልቲ ኣብ ዓብዪ ዓለም ለኻዊ መድረኽ ክምለስ ተስፍኡ ከምዘይጠፈ እዩ ዝገልፅ። ዛንታ ተስፋይ ደሳለ ወይ ድማ ባጬ፣ ተስፋ ዘይምቑራፅ፣ ስደት፣ ከቢድ ናብራን ዘይተቖርፀ ሕልምን ዝተሓዋወሰ ናይ ሓደ ኣትለት ህይወት ዘንፀባርቕ እዩ። ሎሚ ካብ መድረኽ ውድድር ናብ ምውልዋል ጫማ እንትኳ እንተወረደ ምስ ዘይቀሃመ ሕልሙ ዝቃለስ ዘሎ መንእሰይ ድማ እዩ። ሓድሽ ሃገራዊ መፅናዕቲ ከምዝሕብሮ ሓምሳን ሓሙሽተ ሚእታይት ደቂ ኣንስትዮ ኢትዮጵያ ሰብኣይ ንሰበይቱ ኣብ ገለ ኩነታት ምህራሙ ምኽኑይ እዩ ክብላ ይገልጻ። ብሃገራዊ ትካል ስታቲክስ ኢትዮጵያ ዝተኻየደ ሓድሽ ሃገራዊ ዳህሳስ፣ ኣብ ኢትዮጵያ ዘሎ ኣረኣእያ ሕብረተሰብ ብዛዕባ ዓመጽን ኣብ ስድራቤታዊ ጾታዊ ማዕርነት ኣዝዩ ዘሻቕል ምዃኑ'ዩ ዘርኢ ውጽኢት ኣቃሊሑ። ብመሰረት እቲ መጽናዕቲ፣ ሓምሳን ሓሙሽተን ሚኢታዊት ደቂ ኣንስትዮ ኣብ ገለ ኩነታት ሓደ ሰብኣይ ንሰበይቱ ክሃርማ ምኽኑይ ወይ ድማ ቅኑዕ እዩ ኢለን ይኣምና። እቲ ዳህሳስ ኣስታት ሰላሳ ሽሕ ሰባት ዘሳተፈ ሃገራዊ መጽናዕቲ ኮይኑ፣ ሰላሳን ትሽዓተ ሚኢታዊት ደቂ ተባዕትዮ እውን ኣብ ተመሳሳሊ ጉዳይ እቲ ኣረኣእያ ከም ዘለዎም ተረጋጊጹ። እዚ ውጽኢት፣ ጾታዊ ማዕርነት፣ ምክልኻል ዓመጽ ኣብ ስድራቤት ዝምልከት ኣብ ማሕበረሰብ ክሳብ ሕጂ ዘሎ ኣተሓሳስባን ገና ዓቢ ለውጢ ከም ዘየርኣየ ዝሕብር ካብቲ ዝተኣከበ ሓበሬታ ብተወሳኺ ሰላሳ ሚእታዊት ካብተን ኣብ ሓዳር ወይ ድማ ፍቕራዊ ዝምድና ዝርከባ ደቂ ኣንስትዮ ኣካላዊ፣ ጾታዊ ወይ ድማ ስምዒታዊ ዓመጽ ከም ዘጋጥመን እየን ገሊጸን። እዚ ድማ ኣብ ስድራ ቤታውን ፍቕራውን ዝምድናታት ዝፍጸም ዓመጽ ሕጂ እውን ኣብ ማሕበረሰብ ዓቢ ጸገም ምዃኑ የረጋግጽ። እቲ መጽናዕቲ ዘቕረቦ ካልእ ዘሻቕል ውጽኢት ድማ ሓምሳን ሸሞንተን ሚእታዊት ካብተን ዓመጽ ዘጋጥመን ደቂ ኣንስትዮ ሓገዝ ንምሕታት ናብ ቤተሰብ፣ ፖሊስ፣ ቤት ፍርዲ ወይ ድማ ካልእ ዝምልከቶ ኣካል ከም ዘየምርሓ እዩ። ዝገልጽ፣ ብዙሓት ግዳያት ብፍርሒ፣ ብሕፍረት፣ ብማሕበራዊ ጸቕጢ ወይ ድማ ብስእነት እምነት ኣብ ትካላት ፍትሒ ስለ ዝሳቐዩ፣ እቲ ጉዳይ ብስድራቤታዊ መንገዲ ጥራይ ክፍታሕ ይፍትኑ ከም ዘለዉ ተዓዘብቲ ይገልጹ። ክኢላታት ጉዳይ ጾታውን ሰብኣውን መሰላት፣ እቲ ውጽኢት ንመንግስቲ፣ ንትካላት ትምህርቲ፣ ንሃይማኖታዊ ትካላትን ማሕበራዊ ውድባትን ዓቢ መጠንቀቕታ እዩ ይብሉ። ብፍላይ ኣብ ምቕያር ኣረኣእያ ሕብረተሰብ፣ ኣብ ምክልኻል ዓመጽ ኣብ ስድራቤትን ኣብ ምሕያል ሕጋዊ ሓለዋን ግዳያትን ዝያዳ ጻዕሪ ክግበር ከም ዘለዎ የገንዝቡ። ኣብ ዝሓለፈ ዓመታት እውን ብዙሓት ኣህጉራውያን ትካላት ዓመጽ ኣብ ልዕሊ ደቂ ኣንስትዮ ኣብ ኢትዮጵያ ሕጂ እውን ዓቢ ጸገም ምዃኑ ብተደጋጋሚ ክገልጹ ጸኒሖም እዮም። እዚ ሓድሽ ሃገራዊ መጽናዕቲ ድማ እቲ ጸገም ኣብ ብዙሕ ክፋላት ሕብረተሰብ ከም ዘሎ ብቑጽሪ ዘረጋግጾ መርትዖ ኮይኑ ቀሪቡ ኣሎ። እቶም ተዓዘብቲ ኣብ መወዳእታ እቲ ኩነታት ክቕየር እንተኾይኑ ሕጊ ጥራይ ዘይኮነስ ኣብ ማሕበረሰብ ኣረኣእያ ንምቕያር ኣብ ትምህርቲ፣ ማዕከናት ዜና፣ ሃይማኖታዊ ትካላትን ዘሎ ግደ ክዓቢ ከም ዘለዎ ኣተሓሳሲቦም። ህወሓት ብወግዒ ሰራዊቱ ናብ ኲናት ክኣቱ ትእዛዝ ሂቡ። ኣብ ትግራይ ዘሎ ውጥረት ዳግማይ ናብ ሓደገኛ ምዕራፍ ይሰጋገር ኣሎ። ኣብ ትግራይ ዘሎ ፖለቲካውን ወተሃደራውን ውጥረት ብዝያዳ እናወሰኸ ይርከብ። ኣብ ማሕበራዊ ሚድያ ዝተዘርገሐ ሓደ ሰነድ ናይ ትግራይ ሓይሊ ሰላም ምልክት ብምሓዝ ኩሎም ኣባላት ሓይሊ ብቕልጡፍ ናብ መደብ ውግእ ንኽዳለዉ ትእዛዝ ከምዝተውሃበ ይገልፅ። እቲ ሰነድ ብሓደ ወገን ውግእ ኣብ ዝኾነ ግዜ ዝግበር ምድላዋት ይዝርዝር፣ ብኻልእ ወገን ድማ ኩሉ ኣባል ሓይሊ ብኣፅዋርን ቀረብን ድሉው ክኸውን እዩ ዝእዝዝ።

ዘበት ንብሄራዊ ብርሰት ክብል ብምስያም ሎሚ እውን ከም ትማሊ መስተንክራዊ ታሪኽ ንምስራሕ ክዳለዉ ዝብል ፃውዒት ኣቕሪቡ ኣሎ። ኣብዚ ብክልቲኦም ተቐናቐንቲ ሓይልታት ዝቐረበ ሰነድ ውግእ ኣብ ዝተዘርገሐሉ እዋን ኣብ መንጎ ዝተፈላለዩ ወገናት ህወሓትን ዘሎ ፖለቲካዊ ወታደራዊ ምፍላይን እናወሰኸ ይርከብ ከምዘሎ እዩ ዘረድእ። ኣብ ዝሓለፉ ኣዋርሕ ብዙሓት ትንታነታት ዝሃቡ ኣካላት እቲ ውጥረት ናብ ካልእ ዙር ግጭት ከየምርሕ ዘለዎም ስግኣት ብተደጋጋሚ ክገልፁ ፀኒሖም እዮም። እቲ ኩነታት ኣብ መንጎ ፌደራላዊ መንግስቲ ኢትዮጵያ፣ ሓይልታት ትግራይን ካልኦት ዝምልከቶም ወገናትን ዘሎ ዘይተፈትሐ ፖለቲካዊ ጉዳያት ገና ከምዘሎ እዩ ዘርኢ። እቲ ዝተዘርገሐ ሰነድ እንተድኣ ተግባራዊ ኮይኑ እዚ ኣብ ትግራይ ዳግማይ ወታደራዊ ምድላው እናተገብረ ከምዘሎ ዘእንፍት ምልክት ክክከውን ይኽእል እዩ። ብዕጡቕ ሓይሊ ቁልጡፍ ደገፍ ዝድገፍ ኪዳን ነቲ ኣብ ኣዲስ ኣበባ ክካየድ ዝተሓስበ ዘተ ሰላም ነጺግዎ። ብዕጡቕ ሓይሊ ቁልጡፍ ደገፍ ዝተሓበረ ኪዳን ፖለቲካዊ ውድባት ሱዳን፣ ታሲስ፣ ኣብቲ ብውድብ ሕቡራት ሃገራትን ሕቡራት ኣፍሪቃን ዝተዳልዩ ኣብ ኣዲስ ኣበባ ክካየድ ዝተወጠነ ዘተ ሰላም ከምዘይሳተፍ ኣፍሊጡ። እዚ ውሳነ ነቲ ኣብ ሱዳን ዘሎ ፖለቲካውን ዲፕሎማስያውን መንገዲ ንምፍታሕ ዝግበር ዘሎ ጻዕሪ ተወሳኺ ብድሆ ክፈጥር ከም ዝኽእል ድማ ተዓዘብቲ ይገልጹ ኣለዉ። ብመሰረት ማዕከን ዜና ሱዳን ትሪቡን፣ እቲ ዘተ ኣብ ኣዲስ ኣበባ ብሕብረት ኣፍሪቃን ብውድብ ሕቡራት ሃገራትን ብሓባር ተዳልዩ እኳ እንተነበረ፣ እቲ ታሲስ ተባሂሉ ዝፍለጥ ኪዳን ነቲ ዕድመ ከም ዝነጸጎ ትማሊ ዕለት ሓደ ነሓሰ ክልተ ሽሕን ሸውዓን ሽዱሽተን ብወግዒ ገሊጹ ኣሎ። እቲ ኪዳን፣ እቲ መስርሕ ዘተ ግቡእ ኣሰራርሓ ኣይተኸተለን ብምባል፣ ኣብ ኣወዳድባን ኣካይዳን እቲ ልዝብ ከቢድ ጉድኣታት ኣለዎ ኢሉ ይኸስስ። ስለዚ ድማ ኣብቲ ዘተ ከም ዘይሳተፍ ብወግዒ ውሳነ ከም ዝወሰደም ድማ ኣፍሊጡ። ወሃቢ ቃል እቲ ኪዳን ኣሕሙድ ትጉድ ቅድሚ ሕጂ ኣብ ሽዱሽተ ሰነ ክልተ ሽሕን ሸሞንተ መቶን ኣብ ኣዲስ ኣበባ ኣብ ዝሃቦ መግለጺ ዝኾነ ይኹን ዘተ ሰላም ንኹሎም ወገናት ብማዕረ ዘሳትፍ ግሉጽን ፍትሓውን መስርሕ ክህልዎ ከም ዝግባእ ኣተሓሳሲቡ ነይሩ። እቲ ሕጂ ዝቐረበ ዕድመ ግን ነዞም መትከላት ከም ዘየማልእ ብምግላጽ ነጺግዎ ኣሎ። እቲ ብሕቡራት ሃገራትን ሕብረት ኣፍሪቃን ዝተጸውዐ ዘተ ሰላም ካብ ሚያዝያ ክልተ ሽሕን ዕስራን ሰለስተን ጀሚሩ ኣብ ሱዳን ዝቕጽል ዘሎ ደማዊ ኲናት ደው ንምባልን ሰብኣዊ ረድኤት ምስፋሕን እታ ሃገር ናብ ዲሞክራሲያዊ ስግግር ንምምላስን ዝዓለመ ተበግሶ እዩ ነይሩ። ይኹን እምበር ካብቶም ኣገደስቲ ተዋሳእቲ ሓደ ዝኾነ ብዕጡቕ ሓይሊ ቅልጡፍ ደገፍ ዝድገፍ ኪዳን ታሲስ ካብቲ ዘተ ንባዕሉ ምግላሉ ነቲ ኣብ ሱዳን ሰላም ንምምጻእ ዝግበር ዘሎ ዞባውን ኣህጉራውን ዲፕሎማሲያውን ጻዕርታት ከዳኽሞ ከም ዝኽእል ብዙሓት ተንተንቲ ይግምቱ። ተወሳኺ እቶም ኣተሓባበርቲ ወገናት እቲ ግጭት ናብ መኣዲ ዘተ ክመልሱን ዘላቒ ፖለቲካዊ ፍታሕ ንምርካብን ብቕንዕና ክሰርሑን ዝብል ጻውዒት ካብ ኣህጉራውያን ትካላት ይቕጽል ኣሎ። ንሎሚ ዝበልናዮ ምንጪ ጹጹ ሓበሬታና ዝኾኑ ዜናታት እዚኦም እዮም ነይሮም። ኣብ ቀጻሊ ብተመሳሳሊ ሓበሬታ ክሳብ ንራኸብ ሼር፣ ላይክ፣ ሳብስክራይብ ምግባር ኣይትረስዑ። ዘለኩም ርእይቶ እውን ኣብ ኮመንት ሴክሽን ኣቕምጡልና። ወደሓንኩም።